ኣይበልና እንዶ ኣይበልና እንዶ ጠፈአት ዝዓዲ በረሰዝ ህዝቢ ብዘይካ ትውልዲ በዚ መዋረዲ መንቀኛ ባዕሉ ተኣጓዲ መጥፍኢ ሓዊ ተመሲሉ ዝውስኽ ነዳዲ ከሎ ተኣዋዲ ኣብ ክንዲ ዝኸፍል መሊሱ ዘዕዲ ኣይበልናንዶ ኣንታ በጋሚዶ ገዛና ኣይተንድዶ ጋቢና ኣይትቕደዶ ስኒትና ኣይትዝረጎ ሰይጣን ኣይትኹኖ መሬት ኣባጅጎ ኣይበልናንዶ መንእሰይ ኤርትራ መዓት ከይወረዶ ካራ ከይሓረዶ ሞርታር ከይቀርደዶ ሰላም ተቐበሎ ምስ ሰብካ ተቓዶ መስጣ ከይወርደካ ከይትኸውን ጋዶ ኣይበልናንዶ ብምኽሪ ዓበይቲ ልቢ ዝወለዶ ብምህለላ ኣዴታት ጸሎት ቶም ሰጋዶ ስለቶም ንኡሳን ሓደስቲ ወለዶ ኣይተለመንካንዶ ኣይተባሃልካንዶ ደብዳበ በራኽባ ተመሊስካ ንብቦ ዘንበርክኽ የብልናን ዝበልካዮ ዓንተቦ ብርኪ ገመል ደኣ ሕጂ ታይ ረኸቦ ብበጠበጥ ከይዱ ናብ ቅርዓት ጎደቦ ተሰካም ሳንጣኻ ከተዘባዘቦ ናብቶም ዝበልካዮም ከደምቲ መጋቦ ክብረትና ክትሸጦ ብዘይ ኣላዝቦ ኣካተረኣኻ ኣሕሊፍካ ክትቦ ሃብቲ ጽፍሮም ኣትዮም ሓኒኾም እንዳቦ ወዲ ሓራሚኻ ኮታ ሕፍረት ዘይቐርቦ ባሪስታ ፖለቲካ ትገላበጥ ካዕቦ እዝጊ ጥራይ የርእየና እቲ መዓልቦ ትደረቕ ልብኻ ህዝቢ ዘይከበዶ ታይ ደኣ ጽኒሉ ንስግር ንማዕዶ ብእግሪ ኣቢኻ ብደው ከይትኸዶ ድሕሪ ዕስራ ዓመት ብፍሑኽ ትወርዶ ለካ ተቐርቂርካ ተሪፉካ ባዶ ዳማ ፖለቲካ ኮይንካ ንጋዶ ኣብ ኢድካ ሓውዩካ ምስምስ ፈራዶ እምበር ካብ መዓስ ደኣ ኢኻ ዝሰማዕካ ምዕዶ ኣንታ እኩይ ፍጥረት ናይ ሸይጣን ላቐባ ደቀባት ቀቢርካ ነቶም ዝርካባ ኣህባይካ ልኢኽካ ናብ ኣዲስ ኣበባ እንድድሽ ክብላ ሓዲረን ኣሲረን ዕምባባ ኣቤት ወይ ህንድድሽ ክብላ ሓዲረን ኣሲረን ዕምባባ እቶም ሰብ ርሑቕ ዓዲ ተዓሽዮም ሽዋ ባድላ ተተኸድናስ መሲልዎም ጭዋ ይኽደነና ጥራይ ከይትሰምዕ ሳዋ ዓቕሊ ከይገበረት ህዝቢ ከይዓፀዋ ባዕላ ከይትትኮስ እንታይ ደኣሞ ኣለዋ ነቶም ዝተረፉ ከይትገብሮም ቅልዋ ሽሉ ምስ በልካዮ መስዋእቲ ክልተ ዙርያ ኣምር ናጽነትካስ ሻቡ ፈሊጥናያ ጠቅላይ ግዝኣት ተጸሊኣ እምበኣርያ እታ ክልል ተፈትያ ምዃነን ተረሲዐን ማናቱ ኢትዮጵያ ምስክነይቲ ኤረይ ነዚ ድያ ታደምያ ኤርትራዊት ኣደ ማህፀን ክትረኽቦ ዘርእኺ ጸኒቱ ኣሰር ኣልቦ ንስ ክትወልዲ ጋኔን ይርከቦ ነቲ ተረፍ ጥይት ዓቕሉ ዝጸበቦ ኮብሊሉ እንዳበለ ኮማንዶ ይኹብኩቦ ተኣሲሩ ይነብር መናድቕ ይኸቦ ካብኡ ዝነፈጸ ምድረ በዳ ሸኽሎ ኣጻምእ ሰገረ ባሕሪ ትሳሃሎ ኤውሮጳ ረጊጹ ዝተባህለ ኣቶ ርእሰ ቅትለት ይፍጽም ዓለም ጨኒቓቶ ስደት ደሞ ሒሻ እታ ዘይትፈልጦ ኣደ መሬት እኳ ዘይተቓደወቶ ኢሳያስ ኣብቂላ እናበላዓቶ ካብ እሾኽ ከፊኣ እናወግኣቶ ኣቤት እወ ተባሂሉለይ እንድዩ ሎሚ ይኸፍእ ካብ ትማሊ ተሰሚዑ ምኽሪ ናይ ሓሳድ ጠንቋሊ ኣላሽ ምስ በልኪ ተወዲኡ ሓይሊ ኣሽምባይዶ ኣላይ ስኢንኪ ቀባሪ ግዜ ተመሪጹ ውዲት መጋበሪ ተቖጺርኪ ቦስጣ በቲ ዶብ ክትሰግሪ ኣሽምባይሎ ብባዕሉ ወራሪ ዕኳ ተሓመድና እኳ ኣይንህብን ስድሪ ይበሃል ከም ዘይነበረ በቲ ማዕከን ነውሪ መሲልዎ ዶንታ ዝሞተ ኤርትራዊ ክጉህር እዩ ሕጂ ከምቲ ድጉል ሓዊ ብቐደሙስ ሰይጣን እንተኾነ ሰይጣን ከመይ ኢሉ የሰንብድ የሕስብ የስተንትን ትምግራምና እዩ ዘጉሂ ዘሕዝን ኣቱም እንዳቦ ኣይተባሃልናንዶ እቲ በጋሚዶ ሻውል ይሰፈሩ ምስ ዓጣሮ ይቃዶ ነቲ መናገሻ ኣሽምባይ ክሕዞ ከቶ ይግብኦን እዩ ክርእዮ ብማዕዶ ኣሽምባይ ክኸዶ እንሀልኩም በሉ ገቢሩና ጋዶ ስለ ዘይሰማዕና ናይ ለባማት ምዕዶ ቂምታ ከም ዘለዎ ምስ ህዝቢ ብኹሉ ድሕረይ ሳዕረይ ትብቆል ምዃኑ ኣመሉ ንውላድ ሸይጣን ኣምላኽ ኮንካ ምቕራብ ቅጭ ከም ዘምጽኣሉ ተነጊርኩም ኔርኩም በቶም ዝወዓሉ ኣንቱም ብኣቢ ኢትዮጵያ እትቐንኡ ነቢ ኤርትራዊ ደየሎም ቢተው ብዓቢኡ ኣብ ጉድጓድ ኢሳያስ ቶሎ ተሓቢኡ ድሩዕ ዶ ይበለና ንተሓሳሰብ ብኣግኡ ሸሪፎ ዶ ይበለን ሽማግለ ውፅኡ ቅዋምኩም ክትከል ብሕጊ ክትግዝኡ ጴጥሮስ ዶ ከይበለን ሓደሽቲ ወለዶ ይምፅኡ ኣረጊት ሓሳባት ይኣኽሎ ኣብቂዑ ልብና እንዳኣሉ ደሙ ተወዲኡ እምበር ካብዛ ሓላል መሬት መዓስ ዓቢ ጠፊኡ እነሀልኩም በሉ ካብ ቀደም ከፊኡ ሴፍ ወሲኹሉ ንስሑል ካርኡ ብሰላሕ ገዲፉ ብዓውታ መጺኡ ሕጂ ኸታይ ትብሉ እቲ ሓምሳ ዓመት ዝደመኹምሉ ቁማር ተባሂሉ ካብተን ኣህባይ ግዳ ዝኸዳ ናብ በዓተን ዝገደዱ ኣለዉ ኢዋኣት መሳኪን ጎይታኦም ዝበሎ ምእንቲ ውዲቱ ድግም ዝውዕልዎ ድቁ ግለቱ ፓፓጋሎ ክንሶም ምስ ሰብ ዝማጎቱ ርእሲ እተሰከሙ ንማለቱ ዘይጉሕፎ ግዳ ብሓደ ኣፊቱ ንዕኦም መሓሾም ነብሶም ምተቐልቱ ክንቲቶም ኣኪቦም ኣብቲ ጋብዮኦም እንተ ዝኽተቱ ዒስራ ዓመት ኮይኑ ካብ ዝብሉ ቀያዲ ትመተርታ መሬት ትተግበርታ ፍርዲ ሕጂ ድማ ግልብጥ ናይ ዶብ የብለይን ግዲ ክንደይ ከይዘሉ ደሊኡ መዕለቢ ንትግራይ ሰጊርካስ ኢና ሓደ ህዝቢ እሞ ገዓዙ እምበር መሬቶም ይዓቢ ክሕሸኩም ግዳ እቲ ብመደምሰስ ዝተሰርሐ ሚዶ ካብ ርእስኹም ይውረድ ህያብ በጋሚዶ ኣብ ክንዲ ጸጉርኹም ሓንጎልኩም ሰንትሩ ክንዲ ሓራሪኹም ህዝብኹም ኣፍቅሩ መታን ከይተሓፍሩ መታን ክትስተሩ ነዛ ሓንቲ እዋን እስከ ፈትንዎ ኣእምሮ ምውናን ብነፃነት ምሕሳብ ብርትዒ ምውሳን ዕዳ ክቐለልና ክጥዕመኩም መታን እወ ብዕዉር ዝረኤ እቲ ሕብሪ ሰላም ብጽሙም ዝስማዕ እቲ ደሃይ ጥዑም ተጸበይቲ ረብሪቡ ድሕሪ ነዊሕ ምጥላም ብልጭ እንተበለ ካብቲ ድቕድቕ ጸላም መን እሞ ዘይፈትዎ ንራህዋ ንልዋም ግናስ ሰላም ዶ ትመጽእ ብዘይ ዕርቂ ይቕረ ከይሓተትካ ፍርቂ ፍርቂ ሰይጣን ኣምላኽ ኢሉ እንተምሰለ ሓቂ ኣህሎ ድዩ ኣብ ሰማያት ጉራጉራ ጽድቂ መዓስ ተረሲዑ ትዕንደራ በቕሊ ክወልድ እየ ማለት ትንብለይ ዕጭለይ ዋላ ፀሓይ ትሙት ታሽሓት ክበልዕ እቲ ዕቡድ ኩናት መዓስ ተሳኢኑ ምኽሪ ምስ ጭዋነት ጸሚሙ ደኣ እምበር ኣሕቢጡ ኣንነት ቶም ሰብ መትከል ሰብ ሕቶ ጀነራላት ሰብ ባይቶ ፍርዲ ከይወዓሉ ዒራዒሮ ዝተሓየሩ ጥፍእቲ ምሊሶም ዝተሰወሩ የዒንቲም ቊሖም ዝዓወሩ ደኣሞ መዓስ ፈንጂ ቀቢሮም ዘይሰላም ምስ በሉ እዮም ተንበርከኽቲ ተባሂሎም። ኣንታ ሓራይ ስማት ብኢዱ ጠማቒ ይቕሬታ ዘይፈልጥ መንቀኛ በቓቒ ቆጽሊ ውሊዕ ረጊጹ ጉራዴ ዓጣቒ ዒስራ ዓመት ሃዲምካ ካብ ዕርቂ ሕጂ ትጽግዖ ከምዛ በዓል ፍርቂ ንኮኸብ ጎደቦ በዓል ሓዱሽ ስንቂ ሃየኸየ ፋንድያ ተተቐመጠ ኣብ ጥፍሒ ምስ ወርቂ ካብ ቀልቀል ዶ ይሓልፍ ኣብ ጎልጎል ወዳቂ መዓስ እሞ ይኸውን ማዕድን ናይ ብሓቂ እስከ በል ሓግዘና ይጽናሓልና ቆይቂ ካብ በልካና ሰላማዊ ከለኻ መላኺ ስዑር ክንስኻ ካብ በልካ ማራኺ ሽደን ካብ መሰልካ ከለኻ ተንበርካኺ ክፈተልና ደብኦ ናይ ኣስማትካ ባንኪ ተረፍዶ ከይሰኣን ድሕሪ ክሻማንኪ ልክዕ ትገልጸካ ሓንቲ ሃበና እስኪ እንተረኸብና ስም ሕብርኻ ዝለኪ እንታይ ደኣሞ ክንብል ኣብ ከብዲ ዓዶም ሰላም ዝበሉ ካብ ተባህሉ ተንበርከኽቲ ጓሓሉ ኣብ ኣዲስ ኣበባ ያኢ በጠበጥ ቀሊሉ እንታይ ኣገመናስ ኣይግረምኩም በሉ ወሬናቱስ ንደሊኡ ኣብ ወርሒ ሰነዶ ሃንደበት መጺኡ ምሳና ከሎ እንዲዩ ውዲቱ ጠጂኡ ሻላ ተዘይንብሎዶ ክንዲ ዝደፊኡ ስምና ተደምሲሱ ክብረትና ጠፊኡ ዒስራ ዓመት ዝተሓይከ ብዕሪር ሽኮሩ ወዲኡ ዳግም ከም ዘይምቅር በሪሁልና ኣሎሞ ሓደ ደኣ ንግበር ንጸባጸብ ደኣ ምስ መንሽሮ ሃገር ሓኪም ንድለየሉ ንዕኡ ዝብንቁር ህዝብና ዝምሕር ቅዋምና ኣይተግበር ሕግና ይተኸል ብዘይ ወዓል ሕደር እንተ ንሱ ሓንሳብ ኣብ ገልዓሎ ሓንሳብ ዓዲ ሃሎ ዘይተሓብኣሉ በዓቲ እሞ ቤሎ ግብሩ ፈሊጡ እንዲዩ ዝብል ጎቦ ጎቦ ኤርትራዊ ምርኣይ ዓቕሉ እናጽበቦ ሕጂ ድማ ይኺድ ናብ ጎልጎል ወለጋ ደጀን ተረኸበ በዓቲ ፍለጋ ከመይ ኢሉ እሞ ክቐስን ናብቲ ቅዱስ መሬት ምዚ ኩሉ ጥልመት ሸይጣን ዓዚሙና ተዝቀጥና ህልዋት ክትንስእ እኮዩ ኣዕጽምቲ ስውኣት ደጊም ኣይትበሉ ደጋፊ ተቓዋሚ ነጺሩልኩም ከሎ ውዲት ጠላሚ ምእንቲ ኤርትራ ዘይተሰእሎሚ ንሱ እዩ ጸላኢ ቀንዲ ተገጣሚ ንሕበር ንስመር እምበር ክመጽኡ ፍትሒ ክግበር ቁም ነገር ደው ክትብል ሃገር ህዝብና ክብሰር ደቂ ኤረይ ጻዕዳ ንሕበር ጥራይ እምበር ብሓባር ንለዓል ያታና ንዘክር ኣሽምባይ ዶ ወዲ በራድ ነጋዊ ስንዲና ስዒርና ንድብል ኣብኣ ክረኽባ እዩ ነይውዕል ነይሓድር